ሰላም ሰላም ኣብ መላእ ዓለም እትርከቡ ኩሉኹም ኤርትራውያን ብፍላይ ድማ ደለይቲ ፍትሒ ስመይ ሰላም ሳይሞን ይብሃል ካብ ካናዳ እየ እምበኣር ኣዚ ኣብ እስራኤል ኣጋጢሙ ዘሎ ናይ ኣሕዋትና ከቢድ ሓዘን ንኹሉኹም ኣብ መላእ ዓለም ዘለኹም ደለይቲ ፍትሒ ጽንዓት ይሃብኩም እናበልኩ ብፍላይ ድማ ነቶም ፈተውትን ስድራቤትን ኣሕዋትና ድማ ጽንዓት ይሃብኩም ይብል። እምበኣር ነዞም ኣብ እስራኤል ዘለዉ ኣሕዋትና ክንሕግዘሉ እንኽእል መንገድታት ኩልና ከምቲ ንፈልጦ ጎፋንሜ ክንገብር ጸኒሕና ኢና። እንተኾነ ግን እዚ መሰረታዊ ዝኾነ ፍታሕ ከምጽእ ስለ ዘይክእል እዛ ፕሮጀክት ሒዘያ ዘለኹ ንስኻትኩም ኣብ ምንታይ ክተድምዑ ከም ትኽእሉ ክነግረኩም ስለ ዝኾንኩ ነዛ ቪድዮ ክሳብ መጨረሽታ ተኸታቲልኩም ኣብዚ ዓቢ ፕሮጀክት ድማ ንስኻትኩም ተሳተፍቲ ክትኮኑ ጻዊዕተይ የቕርብ።

እምበኣር ኣብዛ ቪድዮ ክትርእይዋ ከም ዝጸናሕኩም ናብ ሑራት ሃገራት ኣብ እስራኤል ዘለዉ ስደተኛታት ሙስ ሙሉእ መሰል ከም ዘይብሎም ኣሚኑ ፍርቆም ብዩናይትድ ኔሽንስ ናብ ዝተፈላለዩ ሃገራት ክውዝዖም ናብ ካናዳ ናብ ጀርመኒ ከምኡ ውን እታልያ እዩ ተሰማሚዑ ነይሩ ናይ እስራኤል መንግስቲ ቢንያም ዮታናሁ ነቲ ናይ ሑብራት ሃገራት ሓሳብ ተቐቢሉ ተግባራዊ ከም ዝገብሮ ኣዋጅ ኣቕሪቡ እቲ ኣዋጅ ድማ ፍርቂ ኤርትራውያን ኣብ እስራኤል ክተርፉ ፍርቆም ድማ ሑብራት ሃገራት ናይ ናብ ካናዳ፣ ናብ ጀርመኒ ከምኡ'ውን ኢታልያ ክወስዶም ወይ ክውዝዖም ዝብል መግለጺ'ዩ ኣቕሪቡ ነይሩ። ብድሕሪኡ ካብ እስራኤላውያን ካብ ምሉእ ኣብቲ ናይ ፓርላማ ዘሎ ሰብ ተቓውሞ ስለ ዘጋጠሞ ድሕሪ ፍርቂ ሰዓት ነቲ ሓሳቡ ወይ ነቲ መደብ ሰሪዝዎ። ነዚ መሰረት ብምግባር ድማ ሕቡራት ሃገራት ነቲ ኣብ ክልተ ሽሕን ዓሰርተ ሸሞንተን ነቲ ናይ ኤርትራውያን መጽ ወጽዓ ኣሚኑ ዘምጽኦ ሓሳብ ሎሚ ካብቲ ክልተ ሽሕን ዕስር ሸሞንተን ዝነበረ ኣዝዩ ከቢድ ዓይነት ናብራ የሕልፉ ስለዘለዉ፣ እቲ ብዝያዳ ድማ እቶም ሓተቲ ዑቕባ ኤርትራውያን ልዕሊቲ ክልተ ሽሕን ዓሰርተ ሸሞንተን ዝነበረ ኣገዳስነት ስለዘለዎ፣ እቲ ኣብ እስራኤል ዘሎ ስደተኛ ካብ እስራኤል ክወጽእ እዚ መሰረት ብምግባር ድማ ከምዚ ኢልና ኢና ንዩናይትድ ኔሽንስ ክንዛረቦም። እቲ ባዕልኹም ትኣምንሉ ኤርትራውያን ናይ ስደተኛ ዕቑባ መሰል ከም ዘይብሎም እስራኤላውያን ከም ስደተኛታት ከም ዘይተቐበለቶም ባዕልኹም ትኣምንዎ ሓቂ እዩ። ወጽዕኦም ስለ ዝፈለጥኩም ዓቕሚ ውን ስለ ዘለኩም ድማ ኣብ ካብ እስራኤል ክወጹ ክትተሓባበሩ ጀሚርኩም ኔርኩም። እንተኾነ መንግስቲ እስራኤል ስለ ዘይተሓባበረኩም ድማ ነቲ ዝሓሰብክሞ ሓሳብ ኣቋሪጽክሞ። ሕጂ ግን ድሕሪ ዘቕረብኩሞ ሓሳብ ምቁራጽኩም ኣብ እስራኤል ብዙሓት መንእሰያት ግዳይ ኮይኖም ሞትን ስንክልናን የጋጥሞም ኣሎ ስለዚ ሕቡራት ሃገራት መደብኩም እንተ ዘይተቋርጹ ኔርኩም ሂወት ብዙሓት ዜጋታት ምደሓነን ምተዓቀበን ኔሩ ዝመደብኩሞ ብዘይምፍጻምኩም ግን ኤርትራዊ ኣደዳ ሞትን ስንክልናን ጥፍኣትን ኮይኑ ይርከብ ኣሎ ማለት ስለዚ ንሕና እንታይ ኢና ንብሎም ዘለና ንዩናይትድ ኔሽንስ እቲ ቅድም ኣምጺኽምዎ ዝነበርኩም ሓሳብ ብዘይ ምትግባርኩም እዚ ዓይነት ነገራት የጋጥም ስለዘሎ ሞት ኣሕዋትና ውን እናበዝሐ ይኸይድ ስለዘሎ ዑቕባ ስደተኛታት ውን መሰሎም ክኽበረሎም ስለዘለዎም ምኽንያቱ ኤርትራውያን ብዘይካ ኣብ እስራኤል ኣብ ኩሉ ሃገራት ከም ስደተኛ ዑቕባ ሓተቲ ኢና ንፍለጥ መሰልና ውን ዝኽበረልና ስለዚ ዩናይትድ ኔሽንስ ነዚ ተረዲኦም እቲ ተበጊሶምሉ ዝነበሩ ቅድም ከም ብሓድሽ ተበጊሶም ከኣ ነቶም ኣብ እስራኤል ዘለዉ ኣሕዋትና ንከውጽዎም ኢና ንጣበቀሎምን ድምጽና ነስምዕ ዘለናን ማለት እዩ ስለዚ እዛ ነገር እዚኣ ክትከውን ትክእል እያ ዝብል እሙንቶ እዩ ዘለኒ ንዓይ ንስካትኩም ግን እዚ ክርድኣኩም ኣለዎ ብምባል እየ ነዛ ፕሮጀክት እዚኣ ጀሚረያ ዘለኩ ማለት እዩ ብከመይ ክነድምዕ ንክእል ክገልጸልኩም ስለ ዝኮንኩ ኣብቲ ናይ መጨረሻ ቪድዮ እዚ ግን ቁሩብ ትንተና ዘድልዮ ነገር እዩ። ስለዚ እዞም ደገፍቲ ህግደፍ ኣብ እስራኤል ዘለዉ ኣብ እስራኤል ከም ድላዮም ክዕንድሩን ሰባት ክቐትሉን ዝኾኑ ዘለዉ። ምኽንያቱ ዝኾነ ደጋፋይ ኣብ ካልእ ሃገራት ኣብ ካናዳ ይኹን ኣብ ኣብ US ወይ ኣብ ኣብ ኤውሮጳ ንዝኾነ ተቓላሳይ ክቐትሎ ኣይክእልን እዩ። ምኽንያቱ እታ ሃገር እቲኣ ሕጉ ኣኽቢራ ትንከባኸቦ ሃገር ስለዝኾነት።

ጸላኢ ኣለዋ። ነዛ ጸላኢ ነዞም ጸላእቲ እዚኦም ክትጥቅዖም እንድሕር ደኣ ኮይና ከኣ ሰለስተ ኣማራጺታት እያ ገይራ ነይራ። እታ ቀዳመይቲ ካብ እስራኤል ተበጊሶም ብነፈርቲ ከጥቅዕዋ፣ ንሱ ድማ ኣዝዩ ርሑቕ ስለ ዝኾነ ሽሕን ሸሞንተ ሚእትን ኪሎ ሜተር ካብ እስራኤል ተበጊሶም ከጥቅዕዋ ኣዝዩ ርሑቕ እዩ ኢሎም ይትንትንዋ ማለት እዩ። ደሓር ካልኣይቲ ኦፕሽን ዘምጺምዋ ዝነበሩ ድማ ካብ ሶማሊ ላንድ፣ ሶማሊ ላንድ ማለት ካብ ሶማሊ በይና ተፈልያ ዘላ፣ ኣይላንድያ ካብኣ ተበጊሶም ከኣ ንሑቲ ንከጥቅዑ ሽዱሽተ ሚእትን ሓምሳን ኪሎሜተር እዩ ማለት እዩ ስለዚ ካብኡ ንከጥቅዑ ድማ ስቲል ነዊሕ እና ይብሉ ኣለዉ ማለት እዩ ኣዝዩ ርሒቅዎም እታ ሳልሰይቲ ዝበለጸት ኦፕሽን ኢሎም ዝሓሰብዋ ድማ ካብ ኤርትራ ካብ ዓሰብ ተበጊሶም ንሑቲ ንከጥቅዕዋ እዩ ኔሩ ስለዚ እዚኣ ከኣ ዝበለጸት ኦፕሽን ስለዝረከብዋ ምስ መንግስቲ ኤርትራ ጽቡቕ ዝኾነ ዲፕሎማስያዊ ሪሌሽንሺፕ እዮም ዝደልዩ። ስለዚ ድማ መንግስቲ ኤርትራ ኣብ እስራኤል ከም ድላዩ ፍንጥራዕ ክብልን ሰባት ክቐትልን ዝጸንሓሉ ምኽንያት ድማ መንግስቲ እስራኤል ንስደተኛታት ኤርትራውያን ወላሓንቲ መሰል ከኽብረሎም ስለ ዘይክእል ብሕጊ ውን ክሓቶም ስለ ዘይክእል እዮም ከምኡ ክገብሩ ጸኒሖም ማለት እዩ። ስለዚ ንሕና እንታይ ኢና ንገብር ዘለና ነቶም ኣብ ዩናይትድ ኔሽንስ ቅድሚ ሕጂ ዘምጸቶ ሓሳብ ንኽትትግብርን እቶም ኣብ እስራኤል ዘለዉ ኣሕዋትና ድማ ስፐሻሊ ድማ ደለይቲ ፍትሒ ኣብ ዘስግእ ዓይነት ኩነታት ስለ ዘለዉ ብህጹጽ ሓድሽ ፍታሕ ክትገብረሎም ናብቲ እቲ ናይ ቅድም ኣተሲኣቶ ዝነበረት ፕላን እውን ንክትገብሮ እዩ እቲ ሓሳብ እቲ ካልኣይ ድማ እቶም ደገፍቲ ህግደፍ ኣብ እስራኤል ዘለዉ ባዕሉ ቢናም ዮታናሁ ወይ መንግስቲ እስራኤል ዲፖርት ንክገብሮም ሓሳብ ኣምጺኡ ነይሩ ኣብ ሰፕተምበር ሓሙሽተ ክልተ ሽሕን ዕስራን ሰለስተን ኣብዛ ከምዛ እትርእይዋ ዘለኹም ድማ ቢናም ዮታናሁ ከምዚ ዝብል ጽሑፍ እዩ ገሊጹ ማለት እዩ።

whether ብስእሊ ናይ ህግደፍ ብምርኣይ ድዩ ወላ ሊስት ናቶም ውን ኣምጺና ውን ክንጥቁሞም ከም እንኽእልን እቲ ካልኣይ ድማ ንሕና ከም ውድብ ነቶም ደለይቲ ፍትሒ ጥራይ ኢና ንቃለስ ዘለና ንዩናይትድ ኔሽን ውን ድምጽና ነስምዕ ዘለና ማለት እዩ ስለዚ እቶም ዩናይትድ ኔሽን ነዚ ሓሲቦሞ ዝነበሩ ሓሳብ ክገብርዎ እንድሕር ደኣ ኮይኖም ተወዲቦም ከም ዘለዎም ሊስት ናይቲ ህዝብና ውን ከም ዘለና ኢና ከነረድኦም ስለዚ ነቶም ኣብ እስራኤል ዘለዉ ኣሕዋትና እንሕግዘሉ ዓይነት መንገዲ እዚ መንገዲ ስለ ዝኾነ ኩሉ ሰብ ነዚ ተረዲእዎ ክነድምዕ እንኽእለሉ ክንዕወተሉ እንኽእል ዓይነት ፕላን ውን ስለ ዝኾነ በዚ ተረዲኡና ናብ ኣክሽን ወይ ከኣ ናብ ስራሕን ተግባርን ክንከይድ ኣለና እምበኣር ከመይ ጌርና ኢና ነዚ ፕላን እዚ ኣብ መዓላ ክነውዕሎ ኣነኸ ከም ግለሰብ እንታይ ክገብር ኣለኒ ኢልኩም ንነብሶም ትሓትዋ ትኾኑ ኢኹም ስለዚ እዘን ፕላንና ሰለስተ እየን ቀዳመይቲ ኩሉ ሰብ ክርድኦ ዘለዎ እዚ ዝጸናሓና ዓይነት ኣካይዳ ከም ቃልሲ ማለት እዩ ብዙሕ ዋጋ ኢና ክንከፍል ጸኒሕና ከቢድ ዝኾነ ክቡር ዋጋ ኢና ክንከፍል ጸኒሕና ኩሉ ሰብ ብዙሕ ሰብ ዓይኑ ስኢኑ ሰንኪሉ ከምኡ ውን ብሂወትና ብሂወት ውን ከፊል ክንከፍለሉ ዝጸናሕና ቃልሲ ስለዝኾነ እምበኣር ብዝሓሰረ መንገዲ ከመይ ገይርና ነዚ ቃልስና ነካይዶ ኢና ክንሓስብ ዘለና። ነዚ ቅድሚ ሕጂ ንነዊሕ ዓመታት ክንቃለሰሉ ዝጸናሕና ብዙሕ ጭብጥታት ኣለና። እንተኾነ ግን እዚ ጭብጥታት እዚ ኣብ ቴለፎንና ጥራይ ኮፍ ኢሉ ወላ ሓንቲ ነገር ይገብር ስለዘየለ ነዚ ጭብጢ ተጠቂምና ድማ ነቲ ክስማዕ ዝኽእሎ ወይ ዝኽእል Authority ወይ ከኣ ሰበስልጣን ኢና ከነስምዖም ዘለና ማለት እዩ። ስለዚ። ንስኻ ወይ ንስኺ ክተድምዕሉ እትኽእሊ እተን ፕላንና ኣብዚ ከምዚ ትርእይወን ዘለኹም ሰለስተ ስቴፕ እየን። እታ ቀዳመይቲ ስቴፕ ትዊት ካምፐይን ትብሃል። ከመይ ጌርካ ኢመይል ከም ትጥቀም ኣብ ቪድዮታትና ኣብዚ ቪድዮ እውን ክትርእይዎ ኢኹም። ከመይ ጌርካ ትጥቀም ኣዳሊናልኩም ኣለና ካብ A ክሳብ Z ማለት እዩ። ንዕኡ ተኸቲልኩም ትዊተርኩም ኣካውንት ክትፈጥሩ ትኽእሉ ኢኹም። ስለዚ ኣካውንትኹም ምስ ፈጠርኩም ድማ እቲ ሼር ክግበር ዘለዎ ፖስትታት ንሕና ብውሽጢ ኣዳሊናዮ ኣለና። እንታይ ኣየናይ ከም ዝኾነ ኩሉ ተዳልዩ እዩ ዘሎ ማለት እዩ። ስለዚ ናትኩም ግደ ናብኡ መጺኻ ሼር ብምግባር እዩ። እንድሕር ደኣ እታ ናተይ ታርጌት ሕጂ ዓሰርተ ሽሕ ህዝቢ ናብ ትዊተር ክመጽእ ኣለዎ። ኩሉኹም ተቓለስቲ ተደናገጽቲ ናይ ተቓለስቲ ውን ኩሉኹም ናብ ትዊተር እንድሕር ድኣ መጺኹም እኮ ዓሰርተ ሽሕ ህዝቢ እንድሕር ድኣ ነታ ሓንቲ ፖስት ዓሰርተ ሽሕ ሼር እንድሕር ረኺባ ወይ ትዊት ሪትዊት ጌርና እንድሕር ድኣ ከምኡ ጌርናያ ናብቲ ዝግብኦ ሰበ ስልጣን ክትበጺሓ ታግ ስለ ንገብሮም ዘለና ማለት እዩ ሕጂ ዓሰርተ ሽሕ ታግ እንድሕር ድኣ ዝገበርዎም ትዊት እንድሕር ድኣ ተረኺቡ ከኣ ኣድህቦኦም ናባና ክገብሩ ክንገብር ኢና እታ ካልኣይቲ ድማ ኢመል ካምፔይን እዚ ድማ ንዓኹም ብዝቐልል መንገዲ ማለት ብዙሕ ኮምፕሊኬሽን ዘይብሉ ብኣርተፍሻል ኢንተሊጀንስ ተጠቂምና ኣብ ሓንቲ ሊንክ ብምጥዋቕኩም ከመይ ጌርኩም ኢመይል ከም ትሰዱ ውን ኩሉ ኣዳሊናዮ ኣለና ስለዚ እቲ ሊንክታት ውን ኣዳሊናዮ ስለ ዘለና ንስኹም ጠጠዊቕኩም ጥራይ ኢኹም ሼር ክትገብሩ ሰንድ ክትገብርዎ በቲ ናትኩም ኢመይል ማለት እዩ ስለዚ እዚ ውን ግቡእ ትሬኒንግ ከመይ ከም ዝግበር ውን ኣዳሊናልኩም ስለ ዘለና እታ ሳልሰይቲ ድማ ከም ፕላን ሒዝናያ ዘለና ብኣካል ኬድና ናብቲ ናይ ዩናይትድ ኔሽንስ መዓልቲ ቆጺርና ኣብ ዓለም ምሉእ ዘሎ ኦፊሳቶም ኬድና ኢና ፕሮቴስት ክንገብር። እንተኾነ ግን ፕሮቴስት ክንገብር ከለና መጀመርያ ኢሜይል ክንሰደሎም ኢና ዓሰርተ ሽሕ ኢሜይል ክንሰደሎም እንድሕር ኮይንና ኩሉ ኣብ ኣብ ኦፊሳቶም ዘሎ ስራሓት ገዲፎም ብዛዕባና እዮም ክሓስቡን ክዘራረቡን ክጅምሩ ስለዚ ንሳ ቀዳመይቲ ታርጌት እያ እታ ካልኣይቲ ድማ ንቢቢሲ ንኣልጀዚራ ነቶም ኩሎም ዓበይቲ ዜናታት ዓሰርተ ሽሕ ኢመል ክንሰደሎም ኢና ስለዚ ንሳቶም ንናቶም ወረ ክብሉ ክመጹና ኢዮም ናብቲ ፕሮተስት ሽዑ ድማ ኩልና ብሓንሳብ ሓቢርና ድማ ድምጽና ክነስምዕ ኢና ማለት ኢዩ ነዚ ድማ ፍታሕ ንክገብሩልና እንድዩ እቲ end goal ወይ ናይ መጨረሻ ሸቶና ፍታሕ ንክገብሩ ብህጹጽ ድማ ነቶም ኣሕዋትና ንከውጽዎም ኢዩ እቲ እቲ ዕላማ ማለት እዩ ስለዚ ነዚኤን ይመስላ ሰለስተ ነገራት ክርስዓልኩም ዘይደሊ ግን እቲ ቀዳማይ ኩልኻትኩም ኣብ ደምበ ፍትሑ ደምበ ፍትሒ ወይ ደምበ ተቃውሞ ዘለኹም ናይ ይኣክል ናይ ብራይት ፊውቸር ኩልኹም ካብ ቅድም ጀሚርኩም ክትቃለሱ ዝጸናሕኩም ማለት እዩ ኖማረር ኣበይ ኣለኹም እንታይ ዕድሜኹም ብዘየገድስ ኩልኹም መጺኹም ብሓንሳብ ኣብዚ ብሓባር ክንቃለስ ምክንያቱ ኣብቲ ዲጂታል እዩ ተቐይሩ ዘሎ እቲ ቃልሲ ናሃና ሓድነት ውን ኣዝዩ ኣገዳሲ ስለ ዝኾነ ካልኣይ ኩሉኹም እቶም ዓበይቲ ሚድያታት ተፈታዊ ሸው ኣሰና ቲቪ ከምኡ ውን ፍናን ኣብ እቶም ካልኦት ኣነ ዘይጠቐስክዎም ድማ ህዝቢ ሓላፍነት ተሰሚዑኩም ክትነግሩልና ነዚኣ እቲ ናህና ቪድዮታት ውን ሼር ክትገብርዎ ነዛ ቪድዮ ጥራይ ዘይኮነት ኢሜል ከመይ ጌርካ ትጥቀም ናይ ሽዱሽተ ሚኒት ቪድዮ ኣዳሊና ኣለና እዛ ቪድዮ ድማ ኣኣብ ትገብርዎ መደባት ቅድሚ ቅድሚ ኩሉ ኣብ in the beginning ኣብታ መጀመርያ ማለት እዩ ሼር ንክትገብርዋ ንሳስ ከም ሬክላም ክትጥቀሙላ ኩሉ ሰብሲ ትዊተር ከመይ ጌርካ ትጥቀም ኣብ ቴሌቪዥኑ ኣብ ኩሉ ክርእዮ ክኽእል ስለ ዘለዎ ማለት እዩ ስለዚ እተን ሚድያታት ዓበይቲ ናይ ደንብ ተቃውሞ ክትሕግዙና በዚ ጻውዒትና ነቀርብ ማለት እዩ እታ ሳልሳይ ድማ ኣብ መላእ ዓለም ዘለኹም ተወዲብኩም ዘለኹም ብርጌድ ንሓመዱ ነቶም ናትኩም መራሕትን ክፍለ ውደባን ከተዘኻኽርዎን ምሳና ድማ ኮንታክት ጌሮም ብሽርኪ ብሓንሳብ ንኽንሰርሕ ክትነግርዎምን ኣካውንትብል ወይ ከኣ ተሓተቲ ክትገብርዎምን ኢና ንምሕጸነኩም ማለት እዩ። ስለዚ ኩልና ብሓንሳብ እንድሕር ደኣ ተበጊስና ሰሪሕና እዚ ነገር እዚ ከዕወተና ዝኽእል ነገር ስለዝኾነ ክንብገሰሉ ኣለና እየ ዝብለኩም። ካልኣይ እዚ ሓድሽ ወለዶ ሓዳሽ ዝኾነት ዲሞክራሲያዊት ኤርትራ ንምፍጣር ኢና ተበጊስና ዘለና። ስለዚ ብሓላፍነት እዚ ቃልሲ እዚ ንዓይ ይምልከተኒ እዩ ብምባል እቲ ናተይ ንዓይ ኣቐንዝዩኒ እዚ ናይ እስራኤላውያን ኣሕዋትና ንኣብነት ኣቐንዝዩኒ ዘስርሓኒ ዘሎ ነገር ናትኩም እውን ክትገብርዎ እቲ ንዓኹም ዘቐንዝወኩም ግን እውን ናተይ ከምዝኾነ ተረዲኡና ብሓላፍነት ክንሰርሕ ብሓላፍነት ከኣ ክንዓዪ እየ ዝምሕጸነኩም ማለት እዩ። ኣነ ሰላም ሳይሞን እየ ዝበሃል ከምቲ ዓንተቦ ዝበልኩኹም ኣብ ፌስቡከይ ሰላም ሳይሞን ከይድኩም ክት ፋሎው ክትገብሩኒ ከምኡ ድማ ኣብ ትዊተር መጺኹም ድማ ሰላም መለይ ትብል ናተይ ሃንድል ኣላ ማለት እዩ ኩሉ እቲ ሊንክታት ዝኾነ ዓይነት ኢንፎርሜሽናት ኣብኡ ክገብሮ ስለ ዝኾንኩ ከይድኩም ፋሎው ክትገብሩኒ ይምሕጸነኩም። ስለዚ ንኹሉኹም ኣብ መላእ ዓለም ዘለኹም ደለይቲ ፍትሒ፣ ኣሳልጦን ሰላምን እንዳተመነኹልኩም ዓወትና ናይ ግድን ስለ ዝኾነ ነዛ ኣብዛ ቪድዮ እዚኣ ትከታተሉኒ ሰባት ድማ እቶም ሓደሽቲ ጀነሬሽን ተበጊስና ዘለና ዲሞክራሲያዊት ዝኾነት ሃገር ክንምስርት ስለ ዝኾነ ንሕና ሓላፍነት ወሲድና ጉዳይኩም ጉዳየይ እዩ ናተይ ጉዳይ ድማ ጉዳይኩም ስለ ዝኾነ ብሓንሳብ ተሓባቢርና ኢና ክንሰርሕ ዘለና ዓወትና ድማ ናይ ግድን እዩ ብርጌድ ንሓመዱ ይዕወት። ሐራይ መጀመርያ እቲ ኤክስ ወይ ከኣ እቲ ትዊተር ዝብሃል ኣፕሊኬሽን ኣብቲ ኣፕ ስቶር ወይ ኣብቲ ጎግል ፕለይ ኣቲና ነውርዶ ኣብኡ ምሳትና ኤክስ ኢልና ሰርች ንገብር ከምዚ ኣብ ስክሪን ትሪእዎ ዘለኹም እቲ ኣፕሊኬሽን ምስ ወረደት ሰለስተ መንገድታት ኣካውንት ንኸፍተሉ ከርእየና እዩ ማለት እዩ እቲ ሓደ ኮንቲኒ ዊዝ ጎግል ዝብል ኣሎ ብናይ ጎግል ኣካውንት እንተለካ ማለት ጂሜይል እንተ ኣለካ ብኡ ክተውፅኡ ትኽእል ኢኻ እቲ ካልኣይ ኮንቲኒ ዊዝ ኣፕል ዝብል ኣሎ ናይ ኣፕል ኣካውንት ተለካ ብኡ ክተውፅኦ ትኽእል ኢኻ እቲ ሓደ ከዓ ክሬት ኣካውንት ዝብል ኣሎ ተታሕትወይቲ ዘላ ማለት እዩ እቲ ክሬት ኣካውንት ዝብል ከዓ ዝተፈላለዩ ንኣብነት ሆትሜይል ክህልወካ ክእል ያሆ ክህልወካ ክእል ገለ ብዝተፈላለዩ ኢሜይል ጌርካ ከተውፅኦ እንተደሊኻ ማለት እዩ ኣብታ ክሬት ኣካውንት ትብል ዘላ እንተኣትየ ንኣብነት መጀመርታ ስመይ ስም ኣቦ ይህባ ሽዑ ኢሜይል ድሕሪኡ ከዓ ዝተወለድኩሉ ዕለትን ዓመተ ምህረትን ሂበ ይሓልፍ ማለት እዩ ኣነ ግን ሕጂ በዚኣ ናይ ኣፕል ኣካውንት ስለ ዘለኒ ብኣ ገይረ ከዓ ኣውጥየ ሽዑ ዕለተ ልደተይ ክመልኦ እዩ ማለት እዩ ኣይ ናይ ዕለት ወርሒ ዓመተ ምህረት ከም ዝተወለድኩ ሽዑ ንሱ ምስ ሃብኮ ኣብዚ ዝኾነ ሕቶ ሓተን ኣሎ ኢሜይል ክንሰደልካ ዶ ገለ ዝብል እሱ ተደሊኹም ኦኬ ትብሎ ኣይደለኹምን ከዓ ስቕ ኢልኩም ትሓልፍዎ ማለት እዩ ሽዑ ፕሮፋይል ስእሊ ክትገብር ተደሊኻ ኣብቲ ኣብ ፕላስ ትብል ዘላ ኣብኣ ጥወቕ ኣቢልካ ኣብታ ናይ ተደምሮ ምልክት ዘላ ማለት እዩ ስእልኻ ትገብርላ ተዘይ ኮይኑ ግን ኣነ ኢሞጂ ገይረ ክሓልፎ እዩ ዝኾነ ካብዚን ክመርፅ ንግዚ እዩ ድሓር ናይ ኣስማት ናይቲ ዩዘር ኔም ምርጫ ትህበካ ማለት እዩ ሓንቲ ካብቲ ደስ ዝበለትካ ካብተን ዘምረፀትካ መሪፅካ ኣለዉ ኢልካ ትሓልፍ ኮንታክት ናትካ ኣክሰስ ክህልወኒ ዶ ዝብል ኣሎ ኣለዎ ክትብሎ ትኽእል ኢኻ ትደሊኻ ከዓ እንሆ ክትብሎ ትኽእል ኢኻ ፀገም የብሉን እዚ ድሕሪ እብዚ እንታይ ኢኻ ክትርኢ ትደሊ ኣብ ኤክስ ወይ ካብቲ ናይ ቀደም ትዊተር ማለት እዩ ዝብል ኣሎ ተደሊኻ ትመርፅ ኣይደለኻን ትገድፎ ኣነ ግን ሓደ ክልተ ክመርፅ እየ ወይ ዝኾነ መሪፅካ ትሃልፍ ትኽእል ኢኻ ንኣብነት ሙዚክ ክትብላ ትኽእል ኢኻ ስፖርትስ ክትብላ ትኽእል ኢኻ ኣብ ትግደሰሉ ነገር ማለት እዩ ኣብ ትዊተር ምስ ኣተኻ ስታይ ኢኻ ክትርኢ ትደሊ ዝኾነ ዋላ ሓንቲ መሪፅካ ክትሓልፍ ትኽእል ኢኻ ማለት እዩ ሾ ኔክስት ትብላ ካልእ ኣብዚ ኣሎ እንታይ ዓይነት ሙዚቃ ኢኻ ትደሊ ገለ ዋላ ሓንቲ ኔክስት ክትብላ ትኽእል ኢኻ ከይመረፅካ ሽዑ ብዚ ፍሉጣት ዝኾኑ ሰባት ገለ ፈለዎ ክትብሎም ትደሊ ተኾንካ ማዕከን ዜናታት ፈለዎ ክትብሎም ትደሊ ተኾንካ ምርጫ ህበካ እንተደሊኻ ፈለዎ ትገብሮም ትፈትዎ እንዳሕር ኣሎ ወይ ክትከታተሉ ትደሊ ተሎ ተዘይኮይኑ ግን ኔክስት ኢልካ ትቕፅል ማለት እዩ ሽዑ ናይ ትዊተር ኣካውንትካ ተኸፊትሉ ቀላል እያ ኣካውንት ንምኽፋት ሓራይ ኣካውንት ምስ ከፈትና ናይ ትዊተር ገጽ ከምዚ ይመስል ማለት እዩ ኣብዚ ክንኣቱ ኢና ሕጂ ኣብዚ ዝኾነ ዓይነት ጽሑፍ ንሕና እንድሕር ኣብ ፖስት ክንገብር ደሊና እንታይ ኢና ንገብር መጀመርታ ኣብዚ ኣብ ታሕቲ ዘላ ፕላስ ትብል ዘላ ኣብዚኣ ንጥውቕሞ ሽዑ እቲ እንደልዮ ጽሑፍ ንጽሕፍ ማለት እዩ ንኣብነት ዝኾነ ዝኾነ ጸሓፊ ብለን ሕጂ ሕጂ እቲ ክንብሎ ዝደለና ሓሳብ ጽሒፍና ምስ ወዳእና ንመን ኢኻ ጽሒፍካዮ ማለተይሲ መን እዩ ክሪኦ ደሊኻዮ ዘለኻ ሕጂ ንበሎ ናይ ሽወደን ሰበሰልጣን እንድሕር ደኣ ክሪእዎ ደሊኻ ንዕኦም ኣብዚ መንሽን ክትገብሮም ኣለካ ወይ ታግ ክትገብሮም ኣለካ ማለት እዩ ከምኡ ንምግባር ኣብዚኣ ኣት ትብል ዘላ ንጥወቕ እሞ ድሕሪኡ በቶም ናይ ሽወደን ሰበ ስልጣን ክጅምር እየ ማለት እዩ። ንኣብነት ስዊዲሽ ፕራይም ሚኒስተር እናሃለወ ብዚ ንዑ መንሽን ክገብሮ እየ። ካልኦት ፖለቲከኛታት ንኣብነት ሶስያል ዲሞክራት እናሃለወ ህጂ ብዚ ሶሪ ሶስያል ዲሞክራት እና ሓደ ካብቶም ዝዓበዩ ሰልፍታት ናይ ሽወደን እዩ ማለት እዩ። ፖለቲካውያን ሰልፍታት ብተወሳኺ እዛ ጽሕፍቲ እዚ ኣንብበሉ ፖሊስ ናይ ሽወደን ክርእይዋ ደልየ ኣለኹ። ስለዚ ልክዕ ከምኡ ናይ ስቶኮልም ፖሊስ ኣሎ ኣብዚ ፖሊሰን ናሽናል ናይ ሃገር ምሉእ ፖሊስ ክኣ ኣሎ ኣብዚ ሕጂ መን ኢየ ክሪኣ ደልየ ዘለኩ ንኣብነት ናብ ናይ ስቶኮልም ፖሊስ ጥራሕ ዘተኮረት ክትከውን ትክእል ወይ ክኣ ናብ ናይ ሃገር ምሉእ ፖሊስ ዘተኮረት ክትከውን ትክእል ሕጂ ናብ ናይ ሃገር ምሉእ እንድሕር ኮይና ነዚኦም ክሊክ ክገብራ ኢየ እዚኣ ማለት ኢዩ ናይ ሽወደን ምሉእ ፖሊስ ከምዚ ሪእዋ ገይረ ኣለኩ ወይ ታግ ገይረዮም ኣለኩ ማለት ኢዩ። ብተወሳኺ ነዛ ጽሕፍቲ እዚኣ ዘንብባ ዝኾነ እዩ ጽሒፈ ዘለኹሲ ነዛ ጽሕፍቲ እዚኣ ዘንብባ ሰብ ዋላ እዚኦም ኣብዚ መንሽን ጌረዮም ዘለኹ ብዛዕባ እዚ ተወሳኺ ሓበሬታ እንተ ደኣ ደልዮም ብቐሊል መንገዲ ንኽረኽብዎ እንታይ ክገብር እኽእል ሃሽታግ እጥቀም ማለት እዩ ሃሽታግ ማለት እዛ ናይ መሳልል ምልክት እያ ንዓኣ ተጠቂመ ሕጂ ብዚ እዚ ትዊተር ካብ ንጅምሮ እዚ ናይ ቃልሲ ናይቲ ብሉ ሪቮሉሽን ንሱ ዝያዳ ከመይ ከም ዝኾነ እንታይ ንገብር ከም ዘለና እንታይ የጋጥም ከም ዘሎ ንምርኣይ ኢልና ኢና ንጥቀመሉ ዘለና ማለት እዩ ስለዚ ብሉ ሪቮሉሽን ብሉ ሪቮሉሽን ሃሽታግ ገይረ ብሉ ሪቮሉሽን ካልእ እቲ ኣተውኪርና ንሰርሓሉ ዘለና እዚ ትራንስናሽናል ሬፕሬሽን ዝበሃል እዩ ማለት እዩ ስግረ ደባዊ ጭቆና ንብሎ ማለት እዩ ስለዚ ሶሪ ትራንስናሽናል ሬፕሬሽን ኢለ ክፅሕፍ እየ ብዚ ትራንስናሽናል ሬፕሬሽን